ስቕታ ማለት ስቕ ምባል፣ እዚ ስቕታ ኸኣ ኣፍካ ምዕጻው ጥራሕ ዘይኮነ ውሽጢ ሕልናኻ ኸኣ ምርግጋእ። ኣብ ኩሉ ሰውነትና ዝነኣሰት መንያ መልሓስ እያ። ነዛ መልሓስ ከኣ እግዚኣብሄር ክልተ ማዕጾ ኣዳልዩላ። እቲ ንዛረቦ ነገር ጥዑም ድዩ? ንሰብ ዝጎድእ ድዩ? ንሰብ ዝሃሲ ድዩ? ስለዚ እዛ መልሓስ እዚኣ ክንጥቀመላ ይግባእ። ንምንታይ? ንጽድቂ ንቕድስና። ነቶም ዝጻረፉ ንመልሓሶም ንጸርፊ ንሕሜት ንክፍኣት ዝጥቀምሉ ሰባት ገሃነም እሳት እያ ይብለና። ንምስማዕ ቅልጡፍ ኩን ንምዝራብ ግን ድንጉይ ኩን። ኩልሻዕ ብዙሕ ካብ ምዝራብ ብዙሕ ምስማዕ ክንለምድ ይግባእ። ስቕ ናይ ምባል ጉድኣቱን ናይ ምዝራብ ጉድኣቱን ክልቲኡ ጉድኣት ኣለዎ። ቤተክርስትያን እንዳተቓጸለ ስቕ ምባል ከቢድ እዩ። ናይ ቤተ ክርስትያን ኣስራት ብኩራት እናተበልዐ ስቕ ምባል ስቕታ ንባዕሉ ይወቕሰካ እዩ። ኣብ ሓዳር፣ ኣብ ናብራ፣ ኣብ ህይወት ዘረባ ካብ ምብዛሕ ዝተላዕለ ኣብ ሓዳር ባእሲ፣ ምፍልላይ፣ ምፍታሕ የጋጥም እዩ። እዚሲ ብኸመይ ኢና ንፈትሖ? ሲራክ ከምዝብሎ ብጦርነት ዝጠፍኡ ሰባትሲ ብሓሰውቲ ዝጠፍኡ ሰባት ይበዝሑ ይብለና። ዝምታ ወርቂ እዩ ምዝራብ ከኣ ብሩር ስለዚ ወርቂ ስለ ዝኾነ ስቕታ ይምረጽ። ኣቦይ ንስኻ ስቕ በል ዘረባ ክእለት የብልካን ኣነ ክዛረብ ኢሎም ደቆም ንወለዶም ክግስጹ እዮም ዝብል ትንቢት ኣሎ። ስቕ ምባል እንዳሰኣንና እንዲና ንምንታይ ስቕ ዘይትብል ዋእ ኣበለኒ ኮይኑ በቃ ተዛረብ ተዛረብ እዩ ዝብለኒ ዝብሉ ሰባት ኣለዉ። እቲ ስቕታ ግን ብኸመይ ክንለምዶ ንኽእል? ስቕ ምባል እንድዩ ዝኣብየና ዘሎ ንዝብሉ ሰባት ሰለስተ ነገራት ክዛረብ እየ። ስቕታ ማለት ስቕ ምባል፣ እዚ ስቕታ ኸኣ ኣፍካ ምዕጻዉ ጥራሕ ዘይኮነ ውሽጢ ሕልናኻ ኸኣ ምርግጋእ፣ ካብ ምርባሽ ህድእ ኢልካ ብጽሞና ምንባብ። ስለዚ ኣብ ቤተክርስትያንና ሰለስተ ነገራት ኣለዉ፣ ኣርምሞ፣ ተኣግሶ፣ ተሃድኦ። ኣርምሞ ስቕ ምባል እዩ። ተዓግሶ ትዕግስቲ እዩ። ተሃድኦ ኸኣ ህድእ ምባል ካብቶም ዓሰርተ ናይ ቤተክርስቲያንና መዓርጋት ሰለስተ ንጽሃ ስጋ ኣለዉ፣ ሰለስተ ከኣ ንጽሃ ልቦና ኣለዉ፣ ኣርባዕተ ከኣ ንጽሃ ነፍሲ ኣለዉ። ኣብቶም ናይ መጀመርያ መዓርግ ዘሎ ንጽሃ ስጋ ብምንታይ ዝጅመር እንድሕሪ ኢልናዮ ንጽሃ ስጋ ንኽትበጽሕ ብኣርምሞ እዩ ወይ ከኣ ብስቕታ። ስቕ ምባል ብዙሕ ዘይምዝራብ ነዚኣ ሸውዓተ ዓመት የድልያ። ብብሕትውና ንበይኖም በዓል ተፈልዮም ስቕ ኢሎም ብዘይምዝራብ ንሸውዓተ ዓመት ብልምምድ ኣብቲ ናይ ስቕታ መዓርግ ወይ ከኣ ኣብ ናይ ኣርምሞ መዓርግ ይበጽሑ ኣቦታት። ካብኡ ሽዑ ካብ ኣርምሞ ናብ ልባዌ ይሸጋገሩ። ልባዊኻ እንታይ ማለት እዩ? ለባም ምዃን፣ ኣስተውዓሊ ምዃን፣ መጽሓፍቲ ምትርጓም፣ ምትንታን። እዚኸ ካብ ምንታይ ዝምጽእ? ካብቲ ስቕ ኢልካ ብኣርምሞ መጽሓፍቲ እንዳንበብካ፣ ቅዱሳት መጽሓፍቲ እንዳሰማዕካ ትጸንሕ እሞ፣ ሽዑ እቲ ልቦናኻ እንታይ እንዳኾነ ይመጽእ? ካብ ናይ ዓለም ወረ እንዳተኸልከሉ እንዳተኸልከሉ ምስ መጹ፣ ምስ መጽሓፍቲ ጥራሕ ይዛረቡ፣ ምስ መጽሓፍቲ ጥራሕ ይዕልሉ፣ ምስ መጽሓፍቲ ጥራሕ ይመሳጥሩ፣ ሽዑ ናብ ምንታይ ይበጽሑ? ናብ ንጽሃ ልቦና ይበጽሑ። ንጽሃ ልቦና ከኣ እንታይ እዩ? ሸውዓተ ዓመት ዘድልዮ። ኩሉ መጽሓፍቲ ምትንታን፣ ምትርጓም። ካብዚ ሽዑ ናብ እንታይ ይበጽሑ? ናብ ጣእመ ውዳሴ ይበጽሑ። ንጣእመ ውዳሴ ከኣ ሸውዓተ ዓመት የድልዮ እያ። ስለዚ ጽማዊ ሸውዓተ ዓመት፣ ልባዊ ሸውዓተ ዓመት፣ ዓሰርተ ኣርባዕተ ዓመት። እንደገና ሸውዓተ ዓመት ንሱ ከሎ ክንደይ ይኸውን? ዕስራን ሓደን ዓመት። ኣብ ዕስራን ሓደን ዓመት ጣእመ ዝማሬ ይበጽሑ ቅዱሳን። ጣእመ ዝማሬ እንታይ እዩ? ኣንደበትካ ብጀካ ቃል እግዚኣብሄር ካልእ ነገር ዘይትዛረበሉ፣ ሕሊናኻ ብጀካ ቃል እግዚኣብሄር ውዳሴ ቅዳሴ ንእግዚኣብሄር ንስሉስ ቅዱስ ምምስጋን ካልእ ኣንደበትካ ሕሊናኻ ንኻልእ ነገር ዘይምሕሳብ ንኻልእ ነገር ዘይምዝራብ። ስለዚ ዝምታ ማለት ካብቶም ናብ ዓሰርተ መዓርጋት ዘብጽሑ ሓደ እዩ። እዚ ሕጂ ነታ ናይ ንጽሃ ስጋ ኢና ተዛሪብና። ነዚ ንጽሃ ስጋ ንክትበጽሕ ሰለስቲኦም ምስ ወዳእካ ንጽሃ ስጋ ይበጽሕ። ንጽሃ ስጋ ማለት እንታይ ማለት እዩ? እዚ ስጋ ግዙፍ ዘሎ ንጹህ ይከውን። ብከመይ ንጹህ ክከውን? በቃ ካብ ፍትወት ካብ ናይ ዝሙት ሓሳብ ካብ ኩሉ ነገራት ንጹህ ይከውን ማለት እዩ። ካብኡ ድማ ሰለስተ ኣለዉ ናብ ልባዊ ዘብጽሑ ከኣ ንሳቶም ከኣ በዓል ፍቅሪ፣ ሁሰት፣ ዝኣመሰሉ ነጹረ መላእክት ዝኣመሰሉ ከምኡ እንዳበልና ከኣ ናብ ንጽሃ ነፍሲ ኣብ ዓስራይ መዓርግ ክሳብ ከዊነተ እሳት ሰውነት ናብ ናይ ከዊነ እሳት ምቕያር ከም ናይ በዓል ባስልዮስ ዘቂሳርያ ከም በዓል ኣባ ጊዮርጊስ ዘጋስጫ ከም በዓል ኣቡነ ዮውሃንስ ዘደብረ ቢዘን ስለዚ ኣብ ከምዚ ዓይነት ደረጃ ምብጻሕ ስለዚ እታ ናይ መጀመርያ ጽማዌ ስቕታ ማለት ስቕ ምባል ብዙሕ ዘይምዝራብ ብዙሕ ዘይምልፍላፍ እቲ ትዛረቡ ምስ ቃል እግዚኣብሔር እቲ ትሓስቦ ቃል እግዚኣብሔር ጥራሕ ምስዝኸውን እዩ ትርጉሙ ነዚ ይመስል። ብዙሕ ምዝራብ እንታይ ጉድኣት የምጽእ ንዝብል ያኢቆብ ኣብ መልእኽቱ ምዕራፍ ሰለስተ ካብ ቁጽሪ ሓደ ጀሚሩ ከምዚ ይብለና ኣሕዋተይ ንሕና መምሃራን ዝበርትዐ ፍርዲ ከም እንቕበል ፈሊጥኩም ብዙሓት መምሃራን ኣይትኹኑ እንታይ ዝብለና ዘሎ የሕዋተይ ንኹላትና እዩ ዝምዕደና ዘሎ ንተምሃሮን ንመምሃራንን ንሊቃውንትን ንካህናትን ንዲያቆናትን ደቂ ተባዕትዮ ደቂ ኣንስትዮ ውን ኣይፈልን እዩ መጽሓፍ ኣሕዋተይ ንሕና መምሃራን ዝበርትዐ ፍርዲ ከም እንቕበል ፈሊጥኩም ምኽንያቱ ካብቲ ዘይፈልጥ ዝፈልጥ እየ በሃላይ ስለ ፍርዱ ስለ ዝኸብድ ፈሊጥኩም ይብለና ብዙሓት መምሃራን ኣይትኹኑ ካብ ብዙሕ ምዝራብ ብዙሕ ምስማዕ ኣቦታትና ካብ ኣብ ቤተክርስትያን ከይዶም መጽሓፍ ከንብቡ ኣትሮንስ ክሕዙ ነቲ ዘንብብ ሰብ መጽሓፍ ንክሕዙ እዮም ዝፈቅዱ ካብ ማህሌት ቆይሞም ክመርሑ ኮቦሮ ክሃርሙ እዮም ዝመርጹ ኩልሻዕ ትሕትና እዩ ልማዶም ናይ ኣቦታትና ስለዚ ብዙሓት መምሃራን ኣይትኹኑ ኩላትና ብብዙሕ ነገር ንስሕት ኢና ሓደ ብቓል ዘይስሕት እንተሎ ግን ንሱ ንኹለንተናኡ ክገዝእ ዝኽእል ብቑዕ ሰብ እዩ ብኣንደበቱ ዘይስሕት ኣንደበቱ ዝገዝእ ሰብ እንድሕር ኮይኑ ንሱስ ብጹእ ይብሎ ምኽንያቱ እዛ መልሓስ እዚኣ ንብዙሕ ነገር ስለትቖስል ክነግረና እዩ ኣብ ቁፅሪ ሰለስተ እንድሕሪናዮ እንሆ ኣፍራስ ምእንቲ ክእዘዙና ኢልና ልጓም ኣብ ኣፎም ንገብረሎም እቲ ልጓም ምስ ተገበረሎም ከ ንምስ ዘሎ ኣካላቶም ብእኡ ነቕንዖ ዓረብያ ክኾን ይኽእል እዩ ሰረገላ ክኾን ይኽእል እዩ ፈርስ ንበይኑ እውን ክኾን ይኽእል እዩ ልጓም ንገብረሉ እቲ ልጓም እንታይ እዩ ንየማን ንፀጋም ነብሎ ማለት እዩ እንደገና ከዓ ክንሕዞ ተኢልና ከዓ ደው እነብሎ ስለዚ እዚ ኩሉ ዓረብያ ሙሉእ ዝተሸከሙ ፈረስ በቲ ልጓም ኢና ነማእዝኖም ንየማን ንጸጋም ነብሎ፣ በታ ልጓም፣ በታ ንእሽትለይ ገመድ። የስዕብ፣ ያእቆብ ሃዋርያ። እንሆ፣ መራኽብ ድማ ክንድዚ ዚዓብያ ከለዋ፣ ብብርቱዕ ንፋስ እናተኸብከባ፣ ናብቲ ፍቓድ መራሒ ዚደልዮ ብንእሽቶ ስካን ይቃንዓ። መርከብ ክንደይ ኩንታላት ክንደይ ቶናት ዝሽከም እዩ መርከብ? መርከብ ግን በዛ ንእሽትለይ ስካን ናብ ዘድለለካዮ ነገር ተማእዝዝና። እብ እታ ስካን ንእሽትለይ እያ ብጣዕሚ እያ ንእሽትለይ። ንእሽትለይ ክነሳ ግን ናብ ዝደልዮ ነገር ዘማእዝኖ ኣየንቲ እያ እታ ስካን እያ እታ ንእሽትለይ። መኪና እውን ተርእይኒ እያ ባቡር እውን ተርእይኒ እያ ቸርሶ ንብሎ ዘለና እቲ መርሕ ብኡ ናብ ገደል ትኣቱ ብኡ ከኣ መንገድካ መንገድካ ሒዝካ ትኸይድ። በዚ ምሳሌ እንዳነገረና ይመጽእ እሞ ከምኡ ድማ ልሳን ኢልና መልሓስ ማለት እዩ። እወ ልሳኔ ኢላእላ እሴብሐኪ ልሳን ማለት መልሓስ ኾውንዩ ልሳን ከኣ ቋንቋ ኾውንዩ ምክንያቱ እቲ ቋንቋ ብኣንደበትና ብመልሓስና ስለ ንዛረቦ ቋንቋ ኢሎሞ ኣቦታትና ብግእዝ ግን ልሳን ኢና ንብሎ ከምኡ ድማ ልሳን ንእሽቶ ኣካል ክነሳ ብዓብዪ ነገር ትምካሕ ካብ ሰውነትና ዝነኣሰት ኣይነትያ መልሓስ እያ ኢድና ረኣይዎ የማናይ ኢድ መልሓስና ካብ የማናይ ኢድና ትንእስ እያ ጸጋማይ ኢድና ረኣይዎ መልሓስና ካብ ጸጋማይ ኢድና ትንእስ እያ እግርና ረኣይዎ ነዊሑ ካብ ኩሉ ሰውነትና ዝነኣሰት መን እያ መልሓስ እያ ነዛ መልሓስ ከኣ እግዚኣብሄር ክልተ ማዕጾ ኣዳልዩላ ሓደ ከንፈር ብላዕልን ብታሕትን ከንፈር መዕጸው ማእጾ ለከናፍሬ ንከናፍሬሲ ማዕጾ ኣዳልዩሉ ኔሮም በዓል ኣቡነ ገብረመንፈስ ቅዱስ ኩሎም ቅዱሳን ተርእይኒ እዮም። ስለዚ እግዚኣብሄር ነዛ መልሓስ ክልተ ማዕጾ ዳሊላ ኣሎ ሓደ እዚ ከንፈር እዩ ምክንያቱ እዛ መልሓስ ወጽያ ብዙሕ ነገር ከትቃጽል ስለ ትክእል ሓሲብና መርሚርና ክሳብ ንዛረብ ክልተ ማዕጾ ኣዳሊልና ሓደ ከንፈር እዩ ብክልተ ከንፈር ናይ ማዕጾ ከንፈራት ሉምሉም ከንፈር ብቀሊሉ ክክፈት ዝክእል ኣዳሊልና ከንፈር ሕሊናና ምስ ሓሰቦ እቲ ከንፈር ይክፈት ንክዛረብ ሕሊናና ምስ ኣሰላሰሎ ምስ ኣውጽኦ ምስ ኣውረዶ ኣስናን ከኣ ኣሎ ዓበይቲ ማዕጾ ስንኻ ተናኺስካ ማንም ሰብ ክገደካ ኣይክእልን'ዩ ሓቀይ ስለዚ መልሓስ ንኸይትግደድ ስንና ከምዚኣ ጌርና እስኪ ንንከሳ ክንደይ ኢና ንጸንሕ ሰብ'ኳ ንስንና ካብ ተትሪር ብጣዕሚ ካብ ዘሸግሮ ንሰብ ስንና ንምኽፋት'ዩ ሰብ ኢድና ክጥምዘና ይኽእል'ዩ እግርና ክሰብረና ይኽእል'ዩ ስንኻ ንምኽፋት ግን ሰብ ስንና ክኸፍቶ ኣይክእልን'ዩ ነቕ ዝኽብል ዘይክእል ብቐሊል ነገር ዘይክፈት ነዚ ጥሒሰያስ መልሓስ ትወጽእ ስለዚ ክሳብ ንሓስብ ከንፈርናን ኣስናንናን ክንዓጾ ይግባእ። እቲ ንዛረቦ ነገር ጥዑም ድዩ፣ ንሰብ ዝጎድእ ድዩ፣ ንሰብ ዝሃሲ ድዩ ኢልና ኣሰላሲልና ሽዑ መጀመርና ከንፈርና ንኸፍቶ ካብኡ ሽዑ ኣስናንና ንኸፍቶ። ሽዑ እታ መልሓስ ምስ ትንሓግ ምስ ላንቃ ምስ ኣስናን ምስ ከንፈር እንዳተዋሃደ እቶም ድምጽታት ኣለዉ። ኣብዚ ናይ ግእዝ ጥናት ዝብል መጽሓፈይ ጠቂሰዮ ኣለኹ ኣብ ረይዎ። ብትንሓግ ዝወጹ ፊደላት ኣለዉ። ስኒ ነኺሶም ስ ንምሳሌ ሕጂ ንምሰያ ስንታ ስኒ ስኒ ዋዕላ ስ ስንኻ ንኽስኪያ እታ ስ ትድመጽ ኒ ናይ ትንሓግ እዩ ለ ተሪእና መልሓስ ምስ ምስ ላንቃ ሃ ተሪእና ኣስናን ምስ ተኸፈተ እንዳ ወጸት ነቲ ጥዑም ዝኾነ ቃል እግዚኣብሄር ክትብሎ ትኽእል እያ ነቲ ምረት ዝኾነ ኸኣ ንእግዚኣብሄር ከኣ ክትጸርፍ ትኽእል እያ ስለዚ እዛ መልሓስ እዚኣ ክንጥቀመላ ይግባእ ንምንታይ ንጽድቂ ንቕድስና ንእግዚኣብሄር ንምምስጋን ምኽንያቱ እዛ መልሓስ ዝተፈጠረት እግዚኣብሄር ንኽነመስግነላ እዩ እምበረይ ንሰባት ንኽንጸርፈላ ወይ ከኣ ሰባት ንኽንረግመላ ኣይኰነን። እንታይ እዩ ዚብለና ዘሎ? ያእቆብ ምዕራፍ ሰለስተ ቍጽሪ ሽዱሽተ፣ ልሳን እውን ሓዊ እያ ይብለና። ናይ ክፍኣት ዓለም እያ፣ እታ ንምሉእ ሰብነት እትምርዝ ክፍሊ ኣካላት፣ ንምሉእ ጕዕዞ ናይ ህይወት እውን እተቃጽል እያ፣ ንገዛእ ርእሳ ድማ ብገሃነም እሳት ዝሓረረት እያ። እዚ ግን ነየን እዩ ነቶም ዝጻረፉ ንመልሓሶም ንጸርፊ ንሕሜት ንክፍኣት ዝጥቀምሉ ሰባት ገሃነም እሳት እያ ይብለና እንድሕተ ጥዕናል ግን ኩሉ ዓሌት እንስሳ ኣዕዋፍን ለመም ዝብሉን እንስሳን ባሕርን ብሰብ ይግዛእ ተገዚኡ ውን ኣሎ ልሳን ግና ካብ ደቂ ሰብ ክገዝኣ ዝኽእል ሓደ እኳ የልቦን ንሳ ዘይትዓርፍ እክይቲ ዝቐትል ሕንዚ ዝመልእት እያ ንመልሓስ መዓር ክንደይ ያኢቆብ ገሊጽዋ ኣሎ ብኣኣ ጌርና ንጎይታ ንጎይታናን ነቦናን ነመስግን ብኣኣ ጌርና ነቶም ብኣምሳል ኣምላኽ ዝተፈጡሩ ሰባት ንረግም እዚ በዚ ከነጣቃሎ ነዊሕ ስለ ዝኾነ በዛ መልሓስ ጌርና ነቲ ሰማይን ምድርን ዝፈጠረ ኣምላኽ ነመስግኖ ውዱስ ዘሱእ ስቦ ውዱ ዘሳረረ ኩሉ ኣለም ብኣሃቲ ቃል ኢልና ማህሌት ብምጅማር። ሃሌ ሉያ ኢልና ሰኣታት ብምቛም። ኣሃዱ ኣብ ቅዱስ ኣሃዱ ወልድ ቅዱስ ኣሃዱ ውእቱ መንፈስ ቅዱስ ኢልና ቅዳሴ ብምጅማር ንእግዚኣብሔር ነመስግኖ። ስለዚ እዛ ልሳን እዚኣ መልሓስ እዚኣ እንድሕር ተጠቒምናላ ንጸድቀላ እንድሕር ዘይተጠቒምናላ ከኣ ንኹነነላ ምዃኑ ያኢቆብ በዚ መልእኽቱ ብሰፊሑ ነጊርና ኢና ንርኽቦ። ቅዱስ ያሬድ እውን እንታይ ዝብለና ብሕጽር ዝበለ ቃላት ኣብቲ ጾመ ድጓ ዝብል መጽሓፉ ኣርምሞ ተኣግሶ ይእቲ ተኣቅብ ሃይማኖተ ኣርምሞ ስቕ ምባል ተኣግሶ ትዕግስቲ ይእቲ ተኣቅብ ሃይማኖተ ንሳስ ሃይማኖት ትዕቅብ ጾም ጸሎት ከኣ ናብ መንግስተ ሰማያት የውርስ እዚ ነገርዚ ጾም ጸሎት ኣርሞ ትዕግስቲ ፍቕሪ ሃይማኖት ምጽዋት እዜን ናብ መንግስቲ ኣምላኽ ዘብጽሓ ምዃነን ተረዲእና ብፍላይ ስቕታ ዓቢ ዋጋ ከም ዘለዎ ክንፈልጦን ክንርድኦን ይግባእ ምኽንያቱ ብዙሕ ስለ ዝተዛረብኩ ብዙሕ ተጣዓስኩ ይብለና ብዙሕ ካብ ምዝራብ ብዙሕ ትጣዓስ ስቕ ብምባልካ ግን ትጣዓሶ ነገር የለን እንደገና ከኣ ብዙሕ ካብ ምዝራብ ውሑድ ጌጋታት ይርከብ እዩ ያኢቆብ ኣይወዳእናዮን እምበረ እንታይ ዝብለና ብዙሕ ካብ ምዝራብ ብዙሕ ምስማዕ እወ ንምስማዕ ቅልጡፍ ኩን ንምዝራብ ግን ድንጉይ ኩን ኩሉ ሻዕ ብዙሕ ካብ ምዝራብ ብዙሕ ምስማዕ ክንለምድ ይግባእ እዚ ከኣ ናይ ቅዱሳን ልማድ እዩ ስለዚ መጻሕፍትና ብከምዚ ዓይነት ስለ ዝምታ ስለ ኣርሞ ይነግሩና። ስቕ ናይ ምባል ጉድኣቱን ናይ ምዝራብ ጉድኣቱን ክልቲኡ ጉድኣት ኣለዎ ምክንያቱ ስቕ ምባል ኣብ ምንታይ እዩ እንድሕር ኢልና ሰብ ኣብ ምጽራፍ ሰብ ኣብ ምሕማይ ኣብዚ ክንቁጠብ ይግባእ፣ ስቕ ክንብል ይግባእ፣ ስቕታ ክንመርጽ ይግባእ። ኣነ ፈላጥ እየ ኢልካ ካብ ምልፍላፍ ስቕ ምባል ይምረጽ። ንምስትምሃር ግን ስቕ ምባል ኣይግባእን እዩ። ቃል እግዚኣብሄር ንምንጋር ግን ስቕ ምባል ስቕታ ንባዕሉ ይወቕሰካ እዩ። ቤተክርስትያን እንዳተቓጸለት ስቕ ምባል ስቕታ ንባዕሉ ይወቕሰካ እዩ። ስላሴ ኣጋእዝተ ኣለም እንዳቃለሉ ንየሱስ ክርስቶስ ነቲ ዝተበጀወና ኣምላኽ ፍጡር፣ ኣማላዲ፣ ነቢይ እንዳበሉ ስቕ ምባል ስቕታ ንባዕሉ ኣሰካይ እዩ። ንቕድስተ ቅዱሳን ንጽህተ ንጹሃን ድንግል ማርያም ንጽህናኣን ቅድስናኣን እንዳቃለለ፣ ንናይ ቤተክርስትያን ስርዓት ቁንንና ዶግማ እንዳናሸወ ስብ ስቕ ንብለሉ ሰዓት ኣሎ ስቕ ዘይንብለሉ ሰዓት እውን ኣሎ። ስቕ ዘይንብለሉ ሰዓት እንታይ እዩ? ቤተክርስትያን እንዳተቓጸለ ስቕ ምባል ከቢድ እዩ። ምኽንያቱ እታ ገዛና እንኳን እታ ንነብረላ ገዛ ግዝያዊት ገዛና እንኳን እንዳተቓጸለ ስቕ ክንብል ኣይንኽእልን ኢና። ካብ ኣቦታት ሓደ ኣባ ሳሙኤል ዝብሃል ናይ ልዕሊ ሰለስተ ሽሕ መነኮሳት ዝነበርዎ ገዳም ኣብ የሜኔ ዝነበሩ እዮም። ገላት ዝበሃሉ ኣህዛብ መጺኦም ነታ ቤተክርስትያን ክብርብርዋ ከለዉ መልኣከ እግዚኣብሄር መጺኡ እንታይ ኢልዎ ተሓባእ ከይትወጽእ ከይቅጥቅጡኻ ተሓባእ ኢልዎ ተሓቢኡ እቶም ኣህዛብ መጺኦም ነቲ ናይ ቤተክርስትያን ንዋየ ቅድሳት ነቲ ስእሊ ይቐድዎ ነቲ ንዋየ ቅድሳት ይድርብይዎ ናብ ውሽጢ ቤት መቕደስ ኣትዮ እውን ነቲ ታቦት ክትንክፎ ምስ ደልዩ ትዕግስቲ ስኢኑ ወጺኡ ተዛሪብዎም ክትዛረብ ተባሂሉ እዩ እምበኣር ስቕ በል ተሓባእ ተባሂሉ እዩ ሓድሓደ ግዜ ንሕበኣሉ ሰዓት እውን ኣሎ እዩ ተሓባእ ተባሂሉ ግን ናይ ፍቕሪ ቤተ ክርስትያን እስመ ቅንኣተ ቤቱ ከበልዓኒ ቅንኣት ናይ ቤቱ ስለ ዝበልዖ ስቕ ክብል ኣይከኣለን ወጺኡ ንምንታይ ኢኹም ቤተ ክርስትያን ከምዚ ትገብሩ እዚ እኮ ናይ እግዚኣብሄር መሕደር እዩ ኢሉ ተዛሪብዎም ወንዓኻ እንዲና ደኣ ንደሊ ኔርና ኢሎም ሒዞም ኣብ ጊመል ብዕንጨይቲ ጽዒኖሞ ብዕንጨይቲ ክጽዕንዎ ከሎ በቲ ገመል ክስሕብዎ ከለዉ እውይ ኢሉ እታ ግመል ንመን ንምንታይ ትጸበል ተባሂልካ እንዳሃለኻ ኮለኻ ንምንታይ ተዛሪብካ ኢላ እታ ገመል ኣፋ ኣውጺኣ ተዛሪባቶ ከምቲ ንበለኣም ኣድጊ ዝተዛረቦ ግመል ዶ ትዛረብ ኢኻ ከይትብሉና ምናልባት ንዘይኣመንቲ ግመል ምዝራብ ከቢድ እዩ ከይኣምኑ ይኽእሉ እዮም ዘይኣመንቲ ግን ኣብ መጽሓፍ ቅዱስ ድማ ንበለኣም ኣድጊ ክትዛረቦ ርኢናዮ ሰሚዕናዮ ኢና ስለዚ እቲ ምዝራቡ ግን ጎዲእዎ ድዩ ዋይ ከኣ ጠቂምዎ ንመወዳእታ ተይልና ኣብ መወዳእታ ጠቂምዎ ንምንታይ እቶም ገላት ወሲዶሞ ኣብኡ ባርያ ጌሮሞ ኣብኡ ክሓርስ ኮሎ ነቲ ከውሒ ምስ ተንከፎ እቲ ከውሒ ማይ የመንጩ ነይሩ። ድውያን ምስ ረኸበ ነቶም ድውያን ጸሎት ክገብረሎም ከሎ ድውያን ይፍውስ ነይሩ። ክሳብ ሙታን የተንስእ ነይሩ። በቲ ተኣምራቱ በቲ ቅድስንኡ በቲ ስነ ምግባሩ ሪኦም ኣሚኖም ተጠሚቖም እቶም ኣህዛብ። ስለዚ እቲ ቅንኣት ቤተ ክርስቲያን ሒዝዎ ዝተዛረበ ንግዚኡ እንኳ እንተጎድኦ ንመወዳእታኡ ግን ብዙሕ ተኣምር ንኽገብር ንብዙሓት ኣህዛብ ንኸጠምቕ ተጠቒሞም እዩ። ስለዚ ስቕ ዘይንብለሉ ሰዓት እውን ኣሎ። ስቕ በል ተባሂልና ክነስና ስቕ ዘይንብለሉ ሰዓት ኣሎ። በዚ ናይ ቤተ ክርስቲያን ሕግን ስርዓትን እናተበላሸወ፣ ናይ ቤተ ክርስቲያን ሃፍትን ንብረትን እናተዘርፈ፣ ናይ ቤተ ክርስቲያን ኣስራት ብኹራት እናተበልዐ ስቕ ምባል ስቕታ ንባዕሉ ይወቕሰካ እዩ። ስለዚ ስቕ ዘይንብለሉ ሰዓት ኣሎ፣ ስቕ ንብለሉ ከኣ ሰዓት ኣሎ። ብኸምዚ ክንርድኦ ይግባእ። ኣብ ሓዳር፣ ኣብ ናብራ፣ ኣብ ህይወት ዘረባ ካብ ምብዛሕ ዝተላዕለ ኣብ ሓዳር ባእሲ፣ ምፍልላይ፣ ምፍታሕ የጋጥም እዩ። እዚሲ ብኸመይ ኢና ንፈትሖ እንድሕር ኢልና ትዕግስቲ የድሊ። ከምቲ ቅድም ዝበልናዮ ሓንቲ ታኒካ ዝመልአት ማይ ተደፊኣ ኢልካ ኡኡ ትብል እንድሕር ኴንካ፣ ትቋየቖ እንድሕር ኴንካ፣ ብዝኸውንን ዘይከውንን ትጨቓጨቕ እንድሕር ኴንካ እዚ እቲ ናብራ እውን ጽቡቕ ክቕጽል ኣይክእልን እዩ። ምኽንያቱ ኣብ ሓዳር ሓሳብ ምውህሃድ ኣሎ፣ ምዝርራብ ኣሎ፣ ሓሳብ ናይ ምስ ሓሳብ ከኣ ዘይምስምማዕ ከገጥም ይኽእል እዩ። መዕጊቢ ምንታይ ብስቕታ ሓደ ስቕታ ብዝኾውንን ዘይኮውንን ዘይምዝራብ ናብ ባእስን ናብ ፍትሕን ናብ ካልእን ዘብጽሕ እንታይ እንድሕር ኢልና ብዝኾውንን ዘይኮውንን ምዝራብ ብዝኾውንን ዘይኮውንን ምጭቕጫቕ እዚ ነቲ እሳት ዘሎ ላምባ ምንስናስ ማለት እዩ ምናልባት እሱ ተቖጢዑ ክዛረብ ከሎ እሳ ህድእ ክትብሉ ይግባእ በዓልቲ ቤት እሱ ሓዊ ክኾን ከሎ እሳ ማይ ኮይና ክትጸንሕ ኣለዋ እምበር እሱ ሓዊ ክኾን ከሎ እሳ ላምባ ኮይና ተጸኒሓቶ ዝገደደዮም ዝቃጻጸሉ፣ ዝተኻኸሙ፣ ዝሓዊ ክትኮን ኮላ ክትባሳጮ ክትኽእል እያ፣ እሱ ከኣ ማይ ኮይኑ ከጥፍኣ ልዙብ ቃላት፣ ነቲ ሓዊ ዝኾነ ስምዒታ፣ ዝገንፈለ ኣእምሮ ሕርቃና ማይ ኮይኑ ብልምሉም ቃላት ከጥፍኦ እዩ ዝግባእ። ስለዚ ኣብ ሓዳር ብዝኸውንን ዘይከውንን ብጎረቤት ኣቖልዑቶ ደቅና ምስ ጎረቤት ህጻናት ክባኣሱ ይኽእሉ እዮም ቆልዑት ኣቦታትና እንኳን ወይ ከኣ ኣዴታትና እንታይ እየን ዝብላ ሓመዶም ይዓርቆም እየን ዝብል ሓቀይ እንታይ ማለት እዩ እቶም ኣቖልዑት ኣብቲ ሓመድ ኣብቲ ሜዳ ተባኢሶም ኣብቲ ሜዳ ከኣ ይዕረቁ ንምንታይ ወደይ ከምዚ ኢልካለይ ንምንታይ ጓለይ ከምዚ ኢልክለይ ኢልካ ነንሕድና ንባኣስ እንድሕር ኮይና መጀመርያ ናይ ገዛና ኣብ ገዛና ወለዲ እርኑባት ንደቅና ከኣ ስነ ስርዓት ከነስተምር ይግባእ ካብኡ ብምቕጻል ከኣ ናብ ጎረቤት ካብ ጎረቤት ናብ ከባቢ ካብ ከባቢ ናብ ሃገር ካብ ሃገር ናብ ዓለም እዩ እቲ ግጭት ዝበፅሕሞ ሲራክ ከምዝብሎ ብጦርነት ዝጠፍኡ ሰባትሲ ብሓሰውቲ ዝጠፍኡ ሰባት ይበዝሑ ይብለና። ጦርነት ዝለዓል ብምንታይ እዩ? ብክልተ ሰለስተ ፖለቲከኛታት እዩ። ናይታ ሓንቲ ዓዲ ሓደ ክልተ ፖለቲከኛታት፣ ናይታ ሓንቲ ዓዲ ከዓ ክልተ ፖለቲከኛታት፣ እሶም ነቲ ይፀረፉ እቲኦም ከዓ ነቲ ይፃረፉ፣ ነንሕዶም ክስታይ እናተፈኻኸርካ ሽዑ ናብ ዘየድሊ ባእስን ግጭትን ትበፅሕ ማለት እዩ። ስለዚ ዝምታ ወርቂ እዩ፣ ምዝራብ ከዓ ብሩር። ስለዚ ወርቂ ስለዝኾነ ስቕታ ይምረፅ። ኣብ ገዛ እውን ዝኸውንን ዘይከውንን ምክርኻር፣ ብዝኸውንን ዘይከውንን ምጭቕጫቕ እዚ ጽቡቕን ስለ ዘይኮነ ትዕግስቲ፣ ብዙሕ ዘይምዝራብ ኣድላይ እዩ ኣብ ሓዳር። ዘለናሉ ዘመን ኩሉ ክዛረብ'የ በሃላይ እዩ። ኣብቲ ፈካሪ ኢየሱስ እውን ከም ንሰምዖ እንታይ እዩ፣ ኣቦይ ንስኻ ስቕ በል ዘረባ ክእለት የብልካን ኣነ ክዛረብ ኢሎም ደቆም ንወለዶም ክግስጹ እዮም ዝብል ትንቢት ኣሎ። ስለዚ ኣብ ሰዓት እዚ ህጻናት ዝዛረቡሉ፣ ኣቦን ኣደን ኮፍ ኢሎም ከለዉ ህጻን ይዛረብ፣ ክዛረቡ ተደልዩ ከኣ ንስኻትኩም እንታይ ትፈልጡ ኣይሰለጠንኩምን ዝበሃለሉ ዘመን ኢና ዘለና። ስለዚ ሶሻል ሚድያ ኩሉ ተዛራባይ ዝተማህረ ዘይተማህረ፣ ኣብ ቤተ ጉባኤ ዝወዓለ ኣብ ቤተ ጉባኤ ዘይወዓለ፣ ሃይማኖት ዘለዎ ሃይማኖት ዘይብሉ ኩሉ ወጺኡ ዝዛረበሉ ሰዓት ስለዝኾነ መናፍቑ ሕመሙ ክትፈልየሉ ዘይትኽእል ሰዓት ኢና ዘለና ስለዚ በዚ ዓለም ተረቢሻትሉ ዘላ እዋን ንሃየማትካ ደው ኢልካ ስለ ሃየማትካ ምጥባቅ ዓቢ ነገር እዩ ብርግጽ ዝተማህረ ዘይተማሃረ ዝብል ኣይኮነን ኣብ ቤተርስትያን ኣብቲ ዝተማሃረን ዘይተማሃረን ዝብለሉ ሰዓት ኣሎ መጽሓፍቲ ኣብ ምትርጓም ከይተማሃረ ሰብ ኣትዩ ከባላሹ ኣይግባእን እዩ ግንከ ሃይማኖት እናተፀረፈት ድንግል ማርያም እናተቃለለት ስቅ ኢልካ ምስማዕ ምእመናን እውን በዓል ቅዱስ ጊዮርጊስ እኮ ምእመናን እዮም ቅዱስ ጊዮርጊስ እኮ ወታደር እዩ ነይሩ ግንከ እስመ ቅንኣተ ከም እስመ ቅንኣተ ቤትከ በልዓኒ ከምዝበለ ክርስቶስ ቅንኣት ናይ ሃይማኖት ስሒብዎም ሰማእታት ብሙሉኦም ተሪእናዮም ሊቃውንቲ ይኮኑ ዝተምሃሩ ኣይኮኑን ወታደራት እዮም ግን ንሃይማኖቶም ኢሎም መስኪሮም ንሃይማኖቶም ኢሎም ነቶም ኣላውያን ነገስታት ነቶም ኣላውያን ከሓድቲ ነቶም ንቤተክርስትያን በዝበዝቲ የቃልዕዎም ኔሮም ካብ ሞት ከኣ በጺሖም ስለዚ ሶሻል ሚድያ ጫውጫውታ ዝበዝሐሉ ዘመን ስለ ዝኾነ ህድእ ምባል ብዙሕ ዘይምዝራብ ይምረጽ ምክንያቱ ክንፈልጦን ክንርድኦን ዘለና እንታዩ ስቕ ምባል ጽቡቕ እንድዩ ስቕ ዘይትብለሉ ጉዳይ ከኣ ኣሎ ስቕ ዘይትብለሉ ጉዳይ ከምቲ ቅድም ዝበልናዮ ብፍላይ ብፍላይ ስለ ቤተክርስትያንና ጉዳይ ኩሉ እንታይ ገደሸኒ መምሃራን እንታይ ገድሽኒ ኢሎም ስቕ ይብሉ ንምንታይ ከይጽረፉ ጸረፍቲ ስለ ዘለዉ ኣብቲ ሶሻል ሚድያ ተጻረፍቲ ስለ ዘለዉ ንሓደ እቲ ልክዕ ልክዑ ናይ ሃይማኖት መልሲ ተሂብካዮ እቲ ሓደ መጺኡ ይጸርፈካ ስለዚ እቶም መምሃራን ጸርፊ ፈሪሖም ስቕ ይብሉ ካህናት እውን ከምኡ ኣብ ቤተክርስትያን ዘይከውን ኣገኣዝ ስራሕ እንዳተሰርሐ ከሎ ስቕ ይብሉ ንምንታይ ዋእ እንተዋረዱንኸ እንተጸረፉንኸ ከምዚ ግን ኣብ ቤተክርስትያን ከምኡ ጉባእ ኣይኮነን። ካብ ፓትርያርክ ጀሚሩ ጳጳሳት፣ ሊቃውንቲ፣ ካህናት፣ ዲያቆናት፣ ምእመናን፣ ምእመናት፣ ሰንበት ትምህርቲ ቤት፣ ንሃይማኖትና ደው ክንብል ንሃይማኖትና ክንጣበቕ ግዴታና እዩ። ሶሻል ሚድያ ጫጫታ ኣብ ዝበዝሕሉ ዘመን ከኣ ልይ ኢልካ ምክትታል እውን ጽቡቕ እዩ። ስለዚ ንኹሉ ነገር ብጥበብ ክንገብሮ ይግባእ። ብርግጽ ከምዚ ክብል ከለኹ ግን እንታይ እዩ ሃይማኖት እንዳተሸርሸረት ኮላ ስቕ ምባል ጽባሕ ንግሆ ኣብ ቅድሚ ኣምላኽ ንፍርዲ ክንሕተት ምዃንና ኩላትና ክንፈልጥ ይግብኣና። ኣነ ኣይተማሃርኩን፣ ኣነ ምስጢር ኣየሰላሰልኩን ትብሎ ነገር ኣይኮነን። እቲ ምስጢር ምስልሳል፣ እቲ መጽሓፍቲ ምትርጓም ርእሱ ዝኸኣለ ምስጢር እዩ። ኣብቲ ናይ ቤተክርስትያን ጉዳይ ግን ኩላትና ስለ ቤተክርስትያንና ክንምስክር፣ ስለ ቤተክርስትያንና ጠበቓ ዋሕስ ክንከውን ይግብኣና። ካባና ንላዕሊ እንኳን ክርስቶስ ነዛ ቤተክርስትያን ዝሓልየላን ዝሓስበላን እንተኾነ እንኳን ንሕና ኸኣ ኸብሪ ንኽረክብ ስቕ ክንብል ኣይግብኣናን እዩ። ስቕ ምባል እናሰኣንና እንዲና። ንምንታይ ስቕ ዘይትብልዎ? ኣብ መለኒ ኮይኑ በቃ ተዛረብ ተዛረብ እዩ ዝብለኒ ዝብሉ ሰባት ኣለዉ። ስቕ በል ዘይትብሉ እንተበልካዮም እዚ ኸኣ ብኸመይ ዝመጽእ? እንድሕርና ሰለስተ ነጥብታት ከነምጽእ ኢና። መልሓስና ሓደ ሓደ ግዜ እንድሕር ለሚዱ ስቕ ክብለልና ኣይክእልን እዩ። ብኣፉ ተዓበስካዮ ብኻልእ ዝተንፍስ ሰብ ኣሎ። በቃ ኣነ ተዘይተዛረብክዎ ዘረባ ዘረባ ክኸውን የብሉን፣ ኣነ ተዘይሰበክዎ ስብከት ስብከት ክኸውን የብሉን፣ ኣነ ዘይዘመርክዎ መዝሙር መዝሙር ኣይበሃልን ዝብሉ ሰባት ኣለዉ። እቲ ቀንዲ ጽድቂ እንኳን ቅድም ነይ ገይረ ተዛሪበ ነይረ ኣብቲ መጀመርያ መእተዊና። ኣብ ቤተክርስትያን ኣክንዲ ምንባብ ኣትሮንስ ምሓዝ ነቲ ዘንብብ ሰብ መጽሓፍ ዘርጊሕካ እንካንብብ ምባል ከምዚ ጌርካ ምሓዝ ኣክንዲ መሃኒት ክቐውም'የ ክረኣ'የ ምባል ኮቦሮ ምህራም ኣክንዲ ቅኔ ክገብር'የ ምባል ቅኔ ምምራሕ ኣክንዲ ክሰብኽ'የ ምባል ኣትሮንስ ምቕራብ ኣክንዲ ክዝምር'የ ምባል መጋረጃ ምዕጻው ምኽፋት ኣብ ሰንበት ትምህርቲ ቤት ክንደይ ኣለዉ ብሕቡእ ኮይኖም ዘገልግልዎ ንእግዚኣብሄር ንማሕበራት ካብቶም ኣብ መድረኽ ወጺኦም ዘገልግሉ ንላዕሊ ድሕሪ መጋረጃ ኮይኖም ዘገልግሉ ሰባት'ዮም ብጹኣን ክንረኣ ዘይብሉ ብዙሕ ግዜ ዝደኽሙ ንሳቶም ኢዮም። ሕጂ ትርእይዎ ዘለኹም ትምህርቲ ዝመሓላለፈልኩም ዘሎ ኣነ ኮፍ ኢለ ኢየ ዘብሎ ዘለኹ። እቶም ነዚ ካሜራ ዝቐርጽዎ ዘለዉ ሰባት ግን ደው ኢሎም ኢዮም። ካብቲ ናተይ ድኻም ናቶም ድኻም ይበልጽ። ንዑ ከመዓራርዩ፣ መብራህቲ ከቃንዑ፣ እንደገና ድማ ኤዲት ክገብሩ። ምኽንያቱ ከም መስዋእቲ ስለ ዝቑጸር ቃል እግዚኣብሄር። ደው ኢሎም ንእግዚኣብሄር መስዋእቲ የቕርቡ። ስለዚ ካብቶም ኣብ መድረኽ ወጺእና ንዛረብ ንላዕሊ ኣብ ውሽጢ ኮይኖም ንእግዚኣብሄር ዘገልግሉ ብዙሓት ኢዮም። እግዚኣብሄር ከኣ ነቶም ብስዉር ዘገልግሉ ሰባት ብስውር ሂቦም ገለ ገለ ሰባት እኮ ዝና ደልዮም ዘገልግሉ ከለዉ እኮ ኣታዊ ናይ ፌስቡክ ደልዮም ኣታዊ ናይ ዩቲብ ደልዮም ዘገልግሉ ከለዉ እኮ ስለ ናይ ቤተክርስትያን ጉዳይ ምንም ዘይዕጅቦም መናፍቅ መጺኡ ንዑ መልሲ ክህቡ ዘይደልዩ ብቲፎዞ ዝከዱ ብዓሌትነት ዝከዱ ብዙሓት እዮም እቲ ስቅታ ግን ብከመይ ክንለምዶ ንክእል ስቅ ምባል እንድዩ ዝኣብየና ዘሎ ንዝብሉ ሰባት ሰለስተ ነገራት ክዛረብ እየ ሓደ ብዝተካእለ መጠን ብዝተካእለ መጠን ስቅ ክንብል ክንለምድ ኣለና ከመይ ጌርና ክንለምኖ እንድሕር ኢልና እዚ ኣብ ከንፈርና ጸጸር ምእታው ከም በዓል ኣባ ኣጋቶን ከም በዓል ስክንድስ ፈላስፋ ጸጸር ኣብዚ የእትዮም ከይዛረቡ ምእላም ኣብ መንጎ እዚ ትንሓግን ኣብ መንጎ መልሓስን ጸጸር ምእታው ንኸይዛረቡ ካልእ ከ ምልምማድ ኣንደበተይ ስቕ በል ስቕ እዩ ዘምሕረልካ ስቕ ዝብል ሰብ እኮ ለባም ይኹን ዓሻ እኮ ኣይፍለጥን እዩ ኣብ ዝኾነ ማሕበበር ይኹን ኣብ ዝኾነ ስተ ኬድና ሓደ ሰብ ስቕ እንድሕር ኢሉ፣ ክዳውንቱ ኣጽሪጉ ስቕ እንድሕር ኢሉ፣ ምሁር ድዩ ዘይምሁር፣ ለባም ድዩ ዓሻ፣ ኣስተውዓሊ ድዩ ዘየስተውዓሊ ክንፈልጦ ኣይንኽእልን ኢና። እንመዝኖ ሚዛን ኣፉ ምስ ተኸፈተ እዩ። ስለዚ ስቕ ምባል ጽቡቕ እዩ። ሳልሳይ ከኣ እንታይ እዩ? ስቕታ ንለምዶ ናይ ስቕታ መጽሓፍቲ ምንባብ። ከም በዓል ናይ በዓል ኣባ ኣጋቶን፣ በዓል እስክንድስ ዝምታ፣ በዓል ኣንጋረ ፈላስፋ፣ በዓል ያኤቆብ ደጋጊምና ምንባብ። ስለዚ ብኸምዚ ዓይነት ስቕታ ክንለምዶ ንኽእል ኢና። ካልኣይ ከኣ ምስ ብዙሓት ዘይልፍልፉ ሰባት ምቕማጥ። ካልእ ከኣ ዓቢ ነገር እንታይ እዩ ካብቶም ካባና ምስ ዝሕሹ ሰባት ምኻድ። ካባና ምስ ዝትሕቱ ሰባት እንድሕር ኬድና ንሕና ጥራሕ ኢና ክንዛረብ ንደሊ። ካባና ካብ ዝሕሹ ሰባት እንድሕር ኬድና ግን ካብኦም ትምህርቲ ክንቀስም ኢና ንደሊ። ካባና ንታሕቲ ኮይኖም ግን ኣንሕና ጥራሕ ክንዛረቦም ኢና ንደሊ። መብዝሕቱ ሰብ እንታይ እዩ ካብኡ ንታሕቲ ሰብ ጥራሕ እዩ ዘናዲ። ንምንታይ ንሱ ክግስጾ ንምንታይ ንሱ ከምዚ ግበር ከምዚ ግበር ክእዝዝ? ስለዚ ብኸምዚ ዓይነት ነገር ሕሊናና ሰብሰብ ኣቢልና ክንለማመዶ ይከኣል እዩ። ዘይለማመድ ዘይልመድ ነገር የለን። ካልኣይ ከኣ ጽምው ኢልካ ኣብ ሓደ ሓደ ገዳማት ምኻድ። ንሓደ ወርሒ ንኽልተ ሰሙን ዕረፍቲ ኣብ ዝህልወካ ሰዓት ብሕት ኢልካ ናብ ሓደ ገዳማት ኣብኡ በዓቲ ተሎ ኣብቲ በዓትታት ምስ ኣቦታት ምጽናሕ ከምዚ ዓይነት ክንለምዶ ንኸእል። መወዳእታ እዚ ትምህርቲ ንሰምዖ ዘለና ናብ ኩሉ ኣባጽሕዎ ምክንያቱ ቀዳማይ ክፋል ቅድም ኢልና ዝሰራሕናዮ ሰሚዕክሞ ኔርኩም ብዛዕባ ናይ ዝምታ ናይ ስቕታ እዚ ካልኣይ ክፋልን ናይ መወዳእታን እዩ ካብዚ ከኣ ኣብ ሓዳርና ስቕታ ከመይ ይጠቅም ብዙሕ ዘይምዝራብን ብዙሕ ምዝራብን ዘረባ ዘድልዮን ዘረባ ዘየድልዮን ዝብል ከም ካልኣይ ክፋል ኢና እዚ ኣቕሪብናልኩም። ነዚ ከኣ ናብቶም ዘይበጽሖም ሰባት ኣባጽሕዎ። ምኽንያቱ እዚ ንሕና እውን እቲ ካብ ኣቦታትና ዝሰማዕናዮ ትምህርቲ ናባኹም ንኽነመሓላልፎ ኢልና ሼር ኢና ንገብረልኩም ዘለና። ንስኻትኩም ከኣ ናብ ካልኦት ሰባት ሼር ግበርዎ፣ ላይክ ግበሩ። ሕቶ ርእይቶ ተለኩም ኣብ ኮመንት ጸሓፉልና። ብፍላይ ድማ ሕቶታት ተለኩም ከኣ ሕቶታት ናብዚ ልኣኹልና ኢኹም። ብርክት ዝበለ ሕቶታት መጺኡና ኣሎ ብቮይስ ዝልኣኹልና ኣለዉ ካብ ኣሜሪካ፣ ካብ ስዊስ፣ ካብ ጀርመን፣ ካብ ብዙሕ ዓድታት ካብ ኡጋንዳ ከይተረፉ ብዙሓት ሰባት ብቮይስ ብዋትስኣፕ ሊኢኾምልና ኣለው ገሊኣቶም ናይ ሰማንያን ሓደን ንብሎም ቁጽሪ ዝርዝሮም ንገሩና እስኪ ከመይ ከመይ እዮም በዓል መን እዮም እቶም ሰማንያን ሓደን ንብሎም ዝብል ዝሓተቱና ኣለው ካልእ ድማ ኣብዚ ኣብ ኤርትራ ዝተሓተመ ካልኣይ ቀኖና ዝብል መጽሓፍ ቅዱስ ካልኣይ ቀኖና ብሉይ ኪዳን ዝሓዘ መጽሓፍ ቅዱስ ዝብል ኣብ ክልተ ሽሕ ዓመተ ምህረት ፈረንጂ ዝተሓተመ ኣብዚ ዘሎ ኣብቲ ኣምሓርኛን ግእዝን ኩፋሌ ኣሎ መጽሓፈ ኩፋሌ ኣብዚ ግን መጽሓፈ ኩፋሌ የለን ስለዚ ከመይ እዩ ቁጽሩ እንደገና ድማ ሰማንያን ሓደን ክንብሎም ኮለና ክንቆጽሮም ኮለና በዓል ሲኖዶስ ድስቅልያ ክንእትዎም ኮለና ሲ ብዙሓት እዮም ዝኾኑ ዘለዉ ካብ ሰማንያ ንላዕሊ እዮም ናብ ከባቢ ቴስዓ እዮም ዝበጽሑ ዘለዉ ስለዚ ከመይ ትቋጻጽሩ ኢሎም ዝሓተቱ ይሕዋት ኣለዉ ካልእ ድማ ኣብ ሮሜ ሸሞንተ ሰላሳን ኣርባዕተን ኣብ መጽሓፍ ቅዱስ ኣብዚ መጽሓፍ ቅዱስ ማለት እዩ ኣብ ናይ ትግርኛ ኣብ የማናይ ኣምላኽ ተቐሚጡ ስሌና የማልድ እዩ ዝብል ዘሎ ስለዚ ክርስቶስሲ ኣማላዳይ ድዩ ኣብ መልእክተ ዮሃንስ እውን ጠበቓ ኣለና ኣብ ኣቦስ ጠበቓ ኣለና ይብል ኣሎ እዝስ ከመይ እዩ ዝብል ሕቶታት ሓይቶምና ኣለዉ በብግዜኡን በብሰዓቱን ክስታይ ጌርና ኣብ ቀጻሊ መልሲ ከነዳልወልኩም ኢና ክሳብ ሽዑ ሰላም ጽንሑ ሕቶ ርእይቶ ተለኩም ብቮይስ ዋትስኣብ ኣሎ ተሌግራም ልኣኹልና ስለዛ ኣምሃረና ዝገሰጸና ናይ ኣቦታትና ኣምላኽ ስሉስ ቅዱስ ኣቡነ መንፈስ ቅዱስ ሽም ኣጻውዕኡ ዝኸበረን ዝተመስገነን ይኹን። ስቕ ምባል ወርቂ እዩ፣ ካብ ኩሉ ኸኣ ዓቢይ ናይ ቅድስና መዓርግ እዩ እሞ ስቕታ ንጠቀመሉ፣ ኣብቲ ስቕ ዘይበሃለሉ ነገር ግን ስለ ቤተክርስትያንና ንመስክረሉ። ጽንሓልና።